ሰላም ጥዕና ሃበለይ ዝኸበርኹም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። መንግስቲ ትግራይ ኣብ ልዕሊ ሰላማውያን ወገናትን ኣብ ትግራይ ኣብ ዝርከቡ ኤርትራን ስደተኛታትን ዝተፈጸመ ግፍዕታት ብምልኡ ብዓለም ለኻዊ ዘይሻራዊ ኣካል ንኽፃረ ፀዊዑ ኣሎ። መንግስቲ ትግራይ ትማሊ ኣብ ዘውፅኦ መግለፂ ህዝብን መንግስትን ትግራይ ብኣሽሓት ንዝቑፀሩ ኤርትራውያን ስደተኛታት ንዓመታት ኣዕቒቦም ከም ዝፀንሑ ብምግላፅ ኣብ ልዕሊ እቶም ኣብ ትግራይ ዝርከቡ ኤርትራውያን ስደተኛታት ዝተገብረ ምፍንቓልን ተፈፂሙ ዝተብሃለ ግፍዕታትን ኣዐርዩ ከም ዘተሓሳሰቦ ኣፍሊጡሎም። መንግስቲ ትግራይ እቲ ኣብ ልዕሊ ሰላማውያን ወገናትን ኣብ ትግራይ ዝርከቡ ኤርትራውያን ስደተኛታትን ዝተፈጸመ ግፍዕታት ብምሉኡ ብውድብ ሕቡራት ሃገራት ብዝመርሖ ዓለም ለኻዊ ዘይሻራዊ ኣካል ንኽጻረ ድማ ጻውዒት ኣቕሪቡ ኣሎ። መንግስቲ ትግራይ ብመሰረት ዓለም ለኻዊ ሕጊ ሰብኣውነት ዓለም ለኸ ሓላፍነቱ ብዝግባእ ከም ዝግንዘብ ብምግላጽ ከምቲ ዝሓለፈ ሰላማዊ ህዝቢ ትግራይ ግዳያት ሓይልታት ወረርቲ ንዝኾኑ ኤርትራውያን ስደተኛታት ንምሕጋዝ ድማ ድልውነቱ ኣረጋጊፁ ኣሎ። መንግስቲ ትግራይ ኤርትራውያን ስደተኛታት ካብ ትግራይ ወፃኢ ኣብ ካሊእ ቦታ ንምስፋር ዝግበር ፃዕሪ ኣብ ሰናይ ድሌትን ፍቓድን እቶም ስደተኛታት ዝተደረኸ ንክኸውን ድማ ተላብዩ ኣሎ። ሚኒስትር ሳይንስን ላዕለዋይ ትምህርትን ኣብ ከቢድ ፋይናንሳዊ ፀገም ንዝርከብ ዩኒቨርሲቲ መቐለ በጀት ክልቀቕ ወይ ድማ ተምሃሮ እቲ ዩኒቨርሲቲ ናብ ስድራ ቤቶም ክፋነዉ እንተዘይተገይሩ እቶም ተምሃሮ ሰኣን ምግቢ ክበፅሖም ንዝኽእል ጉድኣት ተሓታቲ ከምዘይኸውን ኣፍሊጡ'ሎ። ዩኒቨርስቲ መቐለ ትማሊ ኣብ ዘውፅኦ መግለፂ ኣብዚ ሕዚ እዋን ኣብ ባንኪ ዘሎ ገንዘቡ ከይጥቀም ከምዝተገደደ፣ ናይ ዝሓለፈ ወርሒ በጀት ከምዘይተልኣኸሉን ናይ ክልተ ሽሕን ዓሰርተ ኣርባዕተን ዓመተ ምህረት በጀት ድማ ከምዘይተለቐቐሉን ብምሕባር ኣብ ከቢድ ፀገም ከምዝርከብ ኣብ መኽዘን ዝነበረ ቀለብ ከምዝተወድኦን እቲ ካብ ዩኒቨርስትታት ዓዲግራትን ራያን ዝተገብረሉ ድጋፍ ምግቢ ድማ ክሳብ ዒስራ ሓምለ ጥራሕ ተምሃሮኡ ንክቕልብ ከምዝኸኣለን ኣመልኪቱ ኣሎ። በዚ ዝተልዓለ ድማ ሚኒስትር ሳይንስ ላዕለዋይ ትምህርትን እቲ ዩኒቨርስቲ ገንዘብ ዝረኽብሉ ኩነታት ንከመዓራሪ ወይ ድማ ኣውቶቡሳት ልኢኹ ነቶም ተምሃሮ ነናብ ቤተሰቦም ንኽወስድ ብደብዳበ ከም ዘፍለጠን ነቶም ተምሃሮ ዝወስዳ ኣውቶቡሳት ሒዞም ናይ ዝመጹ ገናሕቲ ድሕንነት ካብ መንግስቲ ትግራይ ከም ዝረኸበን ውድብ ሕቡራት ሃገራት ድማ ነቶም ተምሃሮ ብተዓዛብነት ንምስናይ ድልውነቱ ከም ዘረጋገጸን ኣብቲ ዝለኣኾ ደብዳበ ኣመልኪቱሎም። ሚኒስትር ሳይንስ ላዕለዋይ ትምህርትን ኣብ ከቢድ ፋይናንሳዊ ጸገም ንዝርከብ ዩኒቨርሲቲ መቐለ ገንዘብ እንተዘይልኢኹም ወይ ድማ ነቶም ተምሃሮ ነናብ ስድራ ቤቶም ክፋነው እንተዘይተገይሩ እቶም ተምሃሮ ካብ ዒስራ ሓምለ ክልተ ሽሕን ዓሰርተ ሰለስተን ዓመተ ምህረት ንደሓር ሰኣን ምግቢ ክበጽሖም ንዝኽእል ጉድኣት ተሓታቲ ከምዘይኸውን እቲ ዩኒቨርሲቲ ኣፍሊጡ ኣሎ። ዩኒቨርሲቲ መቐለ ልዕሊ ሸውዓተ ሽሕን ሓሙሽተ ሚእትን ንዝኾኑ ሰራሕተኛታቱ ናይ ወርሒ ሰነ ደሞዝ ምኽፋል ከምዘይከኣለን ምስ ሚኒስትር ሳይንስን ላዕለዋይ ትምህርትን ብመሰረት ዝገበሮ ውዕሊ ድማ ብኣሽሓት ንዝቑፀሩ ተምሃሮኡ ነናብ ዝመፅሉ ከባቢ ንምፍናው ኣብቲ ዝሓለፈ ሰንበት ክሳብ ከተማ ኣብዓላ ክልል ዓፋር ምስ ኣብፀሖም ተወካሊ እቲ ሚኒስቴር ኣብቲ ቦታ ስለዘይተረኸቡ ነቶም ተምሃሮ ናብቲ ዩኒቨርሲቲ ሒዝዎም ከምዝተመለሰን ዝዝከር እዩ።
ኣብዚ ዋና ውይይት ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማልእ ነይሩ ትወደኢለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃሉ ንክስዕሮም ኢና ኩሉ ግዘ ከዓ ትግራዋይነት ናተኩልዕ እዩ ክነብ
ናይ ቁፅሪ ልዕልነት ናይ ተኹሲ ልዕልነት ዝነበሮ ጸላኢ እዩ ክንድምስስ ኢልና ተበጊስና ስለ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጅግንነት እውን በሊጹ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራ ከም ዘይንወፅእ ስለ ዝፈልጥ ምስ ህልሁ ኢድ ንምሃብ እንኮ እዮም ዕድል ዘይትንኮ እዮም ዝብሉ ከም ወታደራት ኢድ ኢድ ንክተውፅእ እውን በጢሱ በጢሱ ይሓርገሉ
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና ትሕለብዛ ሕይወተይ ዓለም ጽብቕቲ ትግራይ ክትኾን እዩ ዝድሊ ኣነ ንቤተይ ማት መፅን ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ።
ናብ ካልኦት ዜናታትና ክንሰግር ኣሜሪካ ኣብ ትግራይ ዘሎ ሰብኣዊ ቅልውላው ከም ዘተሓሳሰባ ገሊጻ። ሚኒስትር ጉዳያት ወፃኢ ኣሜሪካ ኣንቶኒ ብሊንከን ምስ ኣቦ ወንበር ሕብረት ኣፍሪካን ፕሬዝደንት ዲሞክራቲክ ሪፓብሊክ ኮንጎ ፍሊክስ ቼሲኬሪ ኣብ ዝገበርዎ ዘተ ኣሜሪካ ኣብ ትግራይ ዘሎ ሰብኣዊ ቅልውላው ከምዘተሓሳሰቦም ገሊፆም። ኣብ እዋን እቲ ዘተ ሕብረት ኣፍሪካ ኣብቱ ኣህጉር ዝረኣይ ዘሎ ጎንፅታት ኣብ ምንካይ ኣወንታዊ ግደ ንክፃወት ኣንቶኒ ብሊንከን ንኣቦ ወንበር እቲ ሕብረት ከምዝሓተቱን ክልቲኦም መራሕቲ ድማ ኣብ'ዚ ዛዕባን ካልኦት ጉዳያትን ሓቢሮም ንምስራሕ ከምዝተሰማምዑን ሚኒስትሪ ጉዳያት ወጻኢ ኣሜሪካ ዝዘርግሖ ሓበሬታ የመልክት። ዓለምለኸ ኮሚቴ ቀይሕ መስቀል ነቶም ኣብ መቐለ ዝርከቡ ሙሩኻት ወተሃደራት ፋሽስቲ ኣብይ ኣሕመድ በብእዋኑ እናኸደ ይሪኦም ከምዘሎ ተገሊፁ። ብተወሳኺ ዓለም ለኸ ኮሚቴ ቀይሕ መስቀል ነቶም ምሩኻት ወተሃደራት ፋሽስቲ ኣብይ ሕክምናዊ ግልጋሎት ይህቦም ከም ዘሎ ምንጭታትና ካብቲ ቦታታት ሓቢሮም ኣለዉ። ሓየት ሰራዊት ትግራይ ብዘካየዶ ንዓለም ዘስደመመ ዕውት ወተሃደራዊ ስርሒት ወፍሪ ኣሉላ ኣባነጋ ብኣሽሓት ዝቑፀሩ ወተሃደራት ፋሽስቲ ኣብይ ኣሕመድ ከም ዝማረኸ ዝፍለጥ እዩ። መንግስቲ ትግራይ ነዞም ምሩኻት ድማ ንዓለም ለኸ ሕጊ ኣኽቢሩን ንሃፍታም ተመኩሮን ታሪኽን ኣተሓሕዛ ሙሩኻት ህዝቢ ትግራይ ዓቂቡን ብግቡእ እናተኸናኸኖም ይርከብ። ጀነራላት ፋሽስቲ ኣብይ ግና እቶም ምሩኻት ኣብ ግሁድ ዓለም ዘየለዉ ብፎቶሾፕ ዝቐረቡ እዮም ኢሎም ኣብ ኣደባባይ ህልውንኦም ከምዝከሓዱን እቶም ምሩኻት ድማ ነዚ ሰሚዖም ከምዝሓዘኑን ተፈሊጡ ኣሎ። ሓደ ካብቶም ቀንዲ ሓላፍነት ዓለምለኸ ኮሚቴ ቀይሕ መስቀል ኩነታት ሙሩኻት ምክትታል ከምዝኾነን

ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ እንትሕግር ኣብ ነሰግሮ ብብልሃት ነሰግሮ ብዓቕሊ
ኣብ መወዳእታ ሱዳን ድሕንነት ዜጋታታ ውሑስ ንምግባር ካብቲ ምስ ኢትዮጵያ ትሰሓሓብሉ ግዝኣት ኣልፋሽቃ ሰራዊታ ከም ዘይተውፅእን ኣብቲ ከባቢ ድማ ስራሕቲ መሰረተ ልምዓት እናዓመመት ከም ትርከብን ኣፍሊጣ ኣላ። ኢታማዦር ሹም ሰራዊት ሱዳን ሌተናል ጀነራል ዑስማን ኣልሑሴን ነቲ ካብ ምሊሻታት ኣምሓራ ዝፍኖ ጥቕዓት ንምክልኻል ኣብ ኣልፋሽቃ ዝተዋፈረ ሰራዊት ሱዳን ምብጻሕ ምስ ገበሩ ሃገሮም ድሕንነት ዜጋታታ ውሑስ ንምግባር ካብቲ ምስ ኢትዮጵያ ትሰሓሓበሉ ግዝኣት ኣልፋሽቃ ወተሃደራታ ከም ዘይተውጽእ ገሊጾም ክብል ሱዳን ትሪቡን ጸብጺቡሎም። እቶም ኢታማዦር ሹም፣ ሱዳን ነቲ ብሚሊሻታት ኣምሓራ ተታሒዙ ዝነበረ መሬታ ድሕሪ ዕስራን ሓሙሽተን ዓመታት ከም ዝተቖጻጸረት ብምግላጽ፣ ኣብዚ ሕዚ እዋን ኣብቲ ከባቢ ከም ድልድላትን ጽርግያታትን ዝበሉ ስራሕቲ መሰረተ ልምዓት እናሳለጠት ከም ዘላ ሓቢሮም። ሱዳን ኣብቲ ዝሓለፈ ወርሒ ሕዳር ነቲ መሬተይ እዩ ትብሎ ግዝኣት ኣልፋሽቃ ካብ እትቆጻጸር ንደሓር ነቲ ወሪሮም ሕርሻዊ ማእቶት የካይዱ ንዝነበሩ ሚሊሻታት ኣምሓራ ከም ዘባረረትን ንዜጋታታ ድማ ዝተፈላለዩ መሰረታዊ ግልጋሎት እናማልኣት ከም እትርከብን እቲ ዜና ሓቢሩ ኣሎ። እምበኣር ከስ ዝኸበርኩም ተመልከትና ንሎሚ ዝሓዝናልኩም ዜናታት ኣብዚ ኣላኢምና ኣለና። ብካልኦት ተመሳሰልቲ ዛዕባታት ተመሊስና ክንጋነ ኢና። ክሳብ ሽዑ ሰላም። ሃለዋትና ንድሕንነትና ንብቕልፅምና ትግራይ ትስዕር።